ፍቅሪ ንዓኻ እንታይ እዩ ምስ መርዕ ሓታትኒ ፍቅሪ ዳእሞ እንታይ ክብሉ እንድዒ ኢላ እንዳፈለጥኩ በዘይ ቀልዓለም ካብ ብልባ ከም ዝፈትወትኒ ቅንጣብ ትኹን ጥርጥር የብለይን ግና ንፈውሲ መሓላ እኳ ኣይፈትዋን እዩ። ክፈትዋ እንተ ዝጽዕርን ኣይመጽኣለይን እዩ። ፈጺማ እኳ ኣብ ውሽጠይ ክትኣቱ ዘይከኣለት። ካብ ዘገርመኩም ብኸመይ ከም ዘፍቀረትኒ ኣይርድኣንን እዩ። መዐቀኒ ፍቕሪ ጸባቐ እንተ ኾይኑ ሕጂ ዶ ክሕስ ኮይኑ ጽቡቕ ኣይኮንኩን። ተፈላጥነት፣ ሃብቲ፣ ዝና እንተ ኾይኑ ድማ ቁንቁል ኣፈይ እንተ ዝድፋእ ሓሙሽተ ሳንቲም ኣይመንጠልኩምን እሞ ከድኣ እንታይ ርኣትለይ ፈትያትኒ ንሳ ንብዓላ መልሲ የብላን ግና ናይ ብሓቂ ኣፍቀሪት ምዃናም ብዘይ ቅድመ ኩነት ምፍቃራ እዩ እንታይ እሞ ኣብ ሰብ ኣይረኸበትን ሓደ ሓደ ግዜ ተደንግጸኒ እያ ክንዲ ዝኾኑ ዋላ ፍቅሪ ዘይብለይ ክንሰይ ከወድኣ ይብል እሞ መሊሰ ድማ ዝገደደ ከይጎድኣ ስለ ዝፈርሕ ሸለል ይገብዘም እቲ ዘገርም ድማ ድሌተ ብዙሓት ምዃኖም እዩ ንዘዝመፀ ግና ኣፅፋር ኣብሊሓ ብሓናጭ እያ ትመልሶም ኣባይ ምስ በፅሐት ግና ኣብ ማይ ዝኣሎት ኣንጮም እዚ መርኣያ መግለፂ ሓየልነት ፍቅሪ እዩ ፍቅሪ ድሌቱ ክገብር መሰል ኣለዎም የሐጉስ የሐዝን የጥዒ የሐዊ ይቀትል ከማን ጓልነታ እጠጥ ከበላ ከም ተፍቅረኒ ኣፋ ወጺኣ ነጊራትኒ እያ የግዳስ ዋላ እውን እንተዘይትዛረብ ነይራ ኩሉ ምንቅስቓሳታ ፍቕሪ ፍቕሪ ይሽት ስለ ዝነበረ ኣይተፍቅረኒ ኢለ ክድምድም እውን ኣይምስከኣልኩን። ከምቶም ተፈቂሮም ዝኮርኡ ነፋሕፋሕ ዝብሉ ሰባት እውን ኣይኮንኩን። ግና ገጹ ናሒባኒ መሓዝኣ ብፍላይ ብኣይ ወትሩ ከም ተገረመት እያ ጉዳይ መሓዝኣ ኣጸቢቓ ስለ ትፈልጥ ኣታ ንስኻስ ቁሩብ ናይ ሰብ ዘይሕልወካ ብጀካ ሃሰብ ከምዘየለ ነብሳ የእሚና ክንደይ ደለይቲ እንዳኣሰልዋ ምኣር ክንድኡ ክትናቅጽ ኣይተደንግጸካን ድያ ፍቅርኩም ልማድ እዩ ምናልባት ሕጂ እንተዘይፍቂድካያ ኣብ ጉዕዞ ፍቅሪ ልዕሊኣ ከማን ተፍቅራ ትኸውን ኣይፈትፎን ኣየፍቅረን ኢልካሲ ነዚ ንጹሕ ልቢ እንዳርኣኻ ትሕሰብ ጽባሕ ንግሆ ከምዚኣ ጓል ተማሓሊልካ ከማን ኣይክትረክብን ኢኻ ተቆጺረን ዘይውዳእ ኣዋልድ ከለና ክንስና ናብኣ ዘመላልሶም እንታይ ይመስለካ? ገለ ፍሉይ ነገር ስለ ዝርኣየን እዩ እምበር። እሞ እንታይ ትጽበ ኣለኻ? ጽባሕ ንግሆ እዛ ጓል ገለ ምስ ትኸውን ንስኻ ተሓታቲ። ምሳይ ክትዕልል ከላ ብዘይ ሕብእብእ ክዛረብ እንተኾይነ ኣብ ነፍሲ ወከፍ ዓሰርተ ቃላት ሽምካ ግድን እዩ ዝልዓል። እንታይ ክብለካ ደልየ ተራ ፍትወት ኣይኮነትን ፈትያ ኣፍቂራ ናይ ብሓቂ ብዘይቀልዓለም ዕድለኛ ስለ ዝኾንካ ስቕ ኢልካ ሽሻይ ከይትሃድም ለባ ከፊታትልካ ከላ ድርግም በል ዋላ ኣነ ኣብ እግርኻ ተደፊኤ ዶ ክልምነካ እንታይ ደኣሞ እዚ ናይ መሓዝኣ ዘረባ እዩ ኣነ ግና ሓራይ እንተኢልካያ ክትሞት ኢኻ ከምዛ ዝተባሃልኩ ክሰምዓ ኣይኮንኩን ወረ መሊሰ ነቒፀ ንሳ ግና ኣነ እንዳተረርኩ ኣብ ዝኸድኩሉ ብኡ መጠን እውን ፍቕራ ስለ ዝዛየደ ልባ ክዓርፈሉ ኣይከኣለን። በቃ ኣብ ነፍሲ ወከፍ ደወል መልእኽቲ ብፍጹም ቀስ ኢለ ኮፍ ክብል ኣይከኣልኩን። ገለ ተገይሩለይ ከይከውን ክጠራጠር ጀሚረ እምበርከ ይፈትወኪ የፍቅረኪ እንዳበለትን እሞ ከዓ ሓዳር ይኹን ኣፍቃሪት ካብ ዘይብለይ እንታይ ኮይና ሕረይ ትብል ቃል ምውጻእ ተጸጊመ። ብጣዕሚ ዘተሓሳስብ ጉዳይ'ዩ። እቲ መጀመርታ ዋላ ሓደ ኣይተደንግጸን ነይራ። ምውዳኣቱ ግና ከተደንግጸኒ ጀመረት። ነዚ ምስ ረኣየት መሓዝኣ ምድንጋጽ እንተጀሚርካ ጽቡቕ ምልክት ኢላ ተስፋ'ኳ እንተሕደረት ግና ልበይሲ ዝፈከረ'ዩ ዝመስል ምንዕ ክብለይ ተርኣየኒ። ክንዲ ዝኾነ እዩ ኸኣ ዝተወድኣ ትመስል መወዳእትኡ ሓንቲ ጭራ ወረቐት ግና ኣዝዩ ተሪር ሓያል ቃል ዝተጻሕፎ ብመሓዛኣ ገይራ ዝቐበለትኒ ሽዑ ንሽዑ ኣየንበብኩዎን ጸኒሐ ግና ከንብብ ምስ ጀመርኩ ፍቅሪ ክሕዘኒ ኢለ ፈጺመ ሓሲበ ኣይፈልጥን ኮይኑ ግና ኣበይን መኣስን ፍቅር ከም ዝሕዘካ ስለ ዘይፍለጥ ውሕሉነይ ኩሉ ጌሩ ኣኻኺቡ ሂቡኒ እቲ መጀመርታ ተራ ፍትወት መሲሉ ስለ ዝነበረ ልቢ ኣይገበርኩሉን ብሕብቁርብ ግና ኣብ መላእ ኣካላተይ ሰሪጹ ምውጻእ ኣብዩኒ ካብ ሓደ ምን ክንደይ ግዜ ከም ዘፍቅረካ ብዝተኻኣልን መጠን ክገልጸልካ ፈቲኒ ንስኻ ግን ኣቐቢስካ ልቢ ሂበ ልቢ ክቕበል ልበይ ከፊተልካ'ሞ ብሰንክኻ ዘይምሱል ክመስል ግን ፈሪድካኒ ኣብ ምንታይ ከም ኢለ ወደይ ስለ ዘይተፍቅረኒ ማዕረ ክንድኦ ክትጭክን ዋላ እስከ ኢልካ ኣጀሚርካ ዘይትገፈኒ ተጓዳኣይቲ ሕማቕ ሰብ ከም ዘይኮንኩ ኣጸቢካ ትፈልጥ ኢኻ መስለኒ እሞ ካብ ዝለዓል እንታይ ይኹን ብሰንክኻ ክንደይ ዕድላት ይሓልፈኒ ከም ዘሎ ኣበይ ኢልካ ንስኻ ኣነ ትምኒተይ ምሳኻ ምሽ ኣብዚኣ ምድሪ ኣብታ ሓዳሽ ዓለም ከማን ምንባር እዩ መውዓሊ ትርጉም ፍቅሪ ከርእየካ እሞ ሓቀኛ ፍቅሪ ኣብ ዓለም ኣሎ ኢልካ ክትምስክሪ ህልመይ ሰብ ንሰብ ከፍቅር ዶ ኣይኮነን ተፈጢሩ እንታይ ደኣ እሞ መወዳእታኻ ከምኡ ኢልካ ድሓ ክትነብር ነፃ ክንስኻ መዓር ክንድዚ ነቐፅቐፅ እንታይ ኣምፅኦም ሂዙኒ ዘሎ ተራ ፍቅሪ እንተዝኸውን ክሳብ ሕጂ ኣብ ዙርያኻ መሓለኹ ዶ ይመስለካ ብዝኾነ ንስኻ ፈፂምካ ትሰምዕ ሰብ ስለዘይኮንካ መዓረ ክንደይ ከም ዘፍቅረካ ዶ ገብሪ ምስ ተኣራኣኹካ ሽዑ ጽቡቅ ጌሩ ክስውጠካ ዩ ምናልባት እንተ ዘይተራኪብና ግና ዘይተዓጾ ጽሑፍ ነዚ ምስ ኣንበብኩም ፍርሓት ፍርሓት ስለ ዝበለኒ ቴለፎነይ ኣልዒለ እንተ ደወልኩ ክትቅበለኒ ኣይተርኣየትን ናይ ነገር ደሓን ከምዚ ኮነ ተረዲእኒ ቅድሚኡ ምሽ ኣነ ደዊለላ ንሳ ዓሰርተ ግዜ ትድውል ነይራ እንዝኾነ ከኣ ፍርሐይ ሰማይ በጺሑ ደጋጊመ ደዊለ ደው ኢለ ምቕባል ምስ ኣበየትኒ ናብ መሓዝኣ ዝደወልኩ። መሓዝኣ እንተኾነት ብስምባደ ኣብ ትኣቶ ጠፍእዋ ንሳውን እንተደወለትላ ወይከ ብቕጽበቱን ናብ ገዝኣ ምስ ከደት ክትረኽባ ስለ ዘይከኣለት ደው ኢላ ምጻኒ ምስ በለትኒ ተራኸብናም ኣብ ንሳ ትኸዶ ትኽእላ ኢልና ዝሓሰብናይ ቦታውን የእጋርና ክቑረጽ ክሳብ ዝደሊ ኮለና ብኡ መጠን ድማ ናይ ክልቴና ልቢ ብፍርሓት ተናወጽ ብፍላይ ኣነ ህይወት ወዲ ሰብ ዘጥፋእኹ ኮይኑ ስለ ዝተሰማዓኒ ብጣዕሚ ተጨነኩ መሓዛኣ ሕርቃና ክትቋፀር ስለ ዘይከኣለት ብቦርስኣ ገይራ ደጋጊማ ነዚ ሕቐይ ሓረመቶም ግዲ ሓቂ ይግብኣኒ ተፈትዋ መሓዛኣ ብሰንኪ ክትፅን ፈፂሙ ዝወሓጠላ ኣይኮነን ንሞት እንተትፍርደኒ ከማን ኣይተሓዘላን እዩ ንምሓዝ ኣክትብል ምስ ክንደይ ግዜ ተሓራሪያ ብዝኾነ ተስፋ ኣይቆረፅና ቴሌፎን እንዳደወልና ክሳብ ዓቕሚ ንስእን ምድላይ ቀፀልና ጓል እንተበልካ ግና ወይ ከ ናይቲ ንጎዮ ዝነበርና ረሓፅ ብርሓፅ ኮይኑ ኢና ሰባት ተገሪሞም ይጥምትና ነበሩ ግና ትንፋስ ሰብ ክነድሕን ንጓይ ምንባርና ኣበይሎሙ መወዳእቱ መሓዝኣ ሓይላ ስለዝተፀንቀቐ ብድኻም ተሰኒፋ ሰንከልከል ኢላ ክትወድቕ ክትብል ደጊፈ ሓስኳ ግና ብሰንክኸይ ዝዓይነቱ እንዳጠመተትኒ ፈንጺጋትኒ ደወለት እሞ ነብሳ ክትረጋግእ ከኣለት ኣፋ ከም ምዝራብ ግና ኣዴው ኣለን ስማዕ እዛ መሓዛይ ገለ ምስ ትኾን ብገዛእ ፍቃድካ ብኣልሓ ነብስኻ ክተጥፍኣ ኣለካ ኣብዚ ምድሪ እንተዘይሰለጣ ኣብ ዝኣተወቶ ኣትኻ የፍቅረካየ ትብሎም ኣታ ክንደይ ሕልሚ ርዕይ ዝነበራ ሰብ ብሰንካ ንከንቱ ክትጠፍኣሕ ወይ ኣነ መሓዘይ እንዳበለት እንዳንፀርፀረት ከላም ቴሌፎን ድምፂ ምስ ኣስምዐት ታብታብ እንዳበልኩ ካብ ጅቦይ ምስ ኣውፃኹ ንዝረኣኹ ክኣምን ስለዘይከኣልኩ ኣክንዲ ዝቕበላ ደጋጊመ ተዓዘብክዎም። ነዚ ምስረዐት መሓዝኣ ንሳ ክትኮነላ እንዳተተስፈወት ናባይ ውትፍ ምስ በለት ሽም መሓዝኣ ኣብቲ ስክሪን ምስ ረኣየት ምንጥር ኣቢላ ደሓይ መሓዝኣ ክትገብር ተጓየት። የግዳስ ንኣይ ደልያ ስለዝደወለት ተሌፎነይ ኣረከበትኒ። ግና ዘስደምም ዘፈርሕ ነገር ስለ ዝሰማዕኩ ኣቕላጽበብኩ። ሕጂ መጺኻ ሓዲኡ እንተ ዘይፈለጥካኒ ኣብ ማእከል ጽርግያ ኣትየ ብመኪና ተሓሪመ ክመውት ብተብተብ ናብቲ ዝበለትኒ ቦታ መሓዛኦን እግር እግረይ ንኣ ክንደሊ ሓይለይ ተጸንቂቑ እንተነበረኩም ሽዑ ግና ካበይ ከም ዝመጸ እግዝጊሄር ዋንኡ ብጉያ ደኣም መሓዛ እውን ኣታ እንታይ ኣላትካ እንዳበለት ኣይተፈለየትንን። መወዳእትኡ ትንፋስና ክወፅእ ክሳብ ዝደሊ ዝቁረፅ ቆራሪፅና ደበክ በልና እሞ ሰገር ፅርግያ ምስ ረኣናያ እንዳጎይኹ ክሰግር ክብል ስለ ዝረኣየትን ኣዊላም ከይትመፅእ ሕጂ ክልተ ምርጫ ጥራሕ እዩ ዘለካ ኣኑን የፍቅረከ ኢልካ ፅርግያ ክትሰግር ወይ ከዓ እንዳረኣኻኒ ሞት ናይ ብልባ ትዛረብ ከም ዘላ ኣይሰሓትኳን። የማን ጸጋም ቁልሕ ምልሕ እንዳበልኩ ነግፋ ረግፍ ምስ ኣብዛሕኩ። ኣታ ሓወይ ሕሙም ዲኻ ዋላ ኣይተፍቅራ እስከ የፍቅረኪ በላ እንዳረኣናያስ ክንስእና ትላገ ዘላ ድዩ መሲልካ ኪድ የፍቅረኪ ኢልካ ትጠምጥማ። ግና እንዳ ሰማዕኩ ክንቀሳቀስ ኣይተርኣኩን ነዚ ምስ ረኣየት እግራ ክተንቀሳቅስ ጀመረት ልበይ ሃኩፍ በለት ሕልናይ ኣብ ክልተ ተገምዕም ትንፋስ ሰብ ኣድሕን ፍቅሪ ዘይብልካ ናበይ ክትከይድ ኣይትውእሎን ኣድሓን ግደፋ ኣብ ምጉት ከለኹም በጃኻ ክልምነካ በጃኻ እንዳበለት መሓዝኣ ተንበርኪኻ ንብኣታ ተውሕጅ ክትፈርሽሖ ጀመረት። መሊሰ የማን ጸጋም ቅልሕ በልኩ። ካብ ሕይወት ወዲ ሰብ ብሰንከይ ዝጠፍእ በድለይ ክርኢ ብምባል ፍትወት ፍቕሪ ዘይብለይ ክንሰይ እቲ ድሕሪኡ ዘጋጥም ንግዜ ገዲፍም ብጉያ ደኣ መኪና ከይዓጠጠኒ ሰጊራ ተጠምጠምክዋ። መሓዛኡን በቲ ሓጓዝ ዝኣክል ስግር ኮይና በቃ ተሰራሰረት።